ክቡራት ተኸታተልቲ እዚ ቻናል ሰላማት ሚስተር ዚለ Mister Zeal ህጻናት ዝሐሸ ዓቅሚ ቋንቋ እንግሊዝኛ ንክህልዎም ዓሊሞም ብዙሕ ጻዕርታት እንዳገበሩ ይርከቡ ካብዚኣቶም ጻዕርታቶም ትምህርታዊ ቪድዮታት ምድላው ሓገዝቲ መጽሓፍቲ ብምድላው እዩ ስለዚ እዚ ናብ ኩሉ ክባጻሕ ህጻናት ክጥቀምሎም ክልወጥሎም ዩቱብ ቻነልና ሚስተር ዜሌዲግ ቲክቶክ ኣካውንትና ሚስተር ዜሌዲግ ሳብስክራይብ ላይክ ሸር ፈሎው ብምግባር ሚስተር ዚ ዝጽሕፉ መጻሕፍቲ ብምዕዳግ ናብ ወለዶ ክባጻሕ እጃሞም የበርክቱ ኦኬ ካብ ዝሓለፈ ኣብ ዝሓለፈ እንታይ ርኢና ነርና ሚዲተር ወይ ማእከላይ ኮይኑ ክልተ ዘይፋለጡ ሰባት ከመይ የፋልጥ ኢልና ነርና ሰው እቲ ሚዲተር ከመይ ኢሉ እዩ ዘፋልጥ

Miss may I introduce you to my sister to my brother ወዘተ ኢሉ ምስ ሰብ ከፋልጠና ከም ዝኽእል ርኢና ኔርና። ኣብዚ ማእከል ዘለዉ ክልተ ሰባት ከ? እቲ ማእከላይ ምስ ኣፋለጠና እንታይ ኢሎም ኢዮም

ኢሉ ስም ናይቲ ዘግነየ ሰብ ክጠቅስ ይኽእል እዩ። እዚ ማለት ብምርኻብና ሕጉስ እየ or ሰላም ይብሎ ኣሎ። How do you do ኣቤል፣ ሰላም ኣቤል፣ ከመይ ኢኻ ኣቤል ኢሉ ይገልጸሉ ኣሎ ማለት እዩ or express ገይሩ ይፋለጦ ኣሎ። Then እቲ ካልኣይ እንታይ እዩ ዝብል It's nice to meet you too ኣይ ኣም ፕሊዝድ ቱ ሚት ዩ ቱ ኦር ኣም ሃፒ ቱ ሚት ዩ ቱ ይብሎ እቲ ካልኣይ ዘሎ ጋሻ ሰሎማዓንቲ ክልቲኦም ከምዚ ኢሎም ተሓዋዊሶም ኦረዲ ተፋሊጦም ኣለዉ then ክፈላለዩ ከለዉ ከ ከመይ ኢሎም እዮም ዝፈላለዩ ኦረዲ እቲ ማእከላይ ኣፋሊጥዎም ከይዱ ኣሎ

ደጊመ ክሬኤካ ኦር ክሬኤኪ ተስፋ ገብር ኣይ ሆፕ ዌይ ዊል ሚት ኣገይን ደጊምና ከም ንጋነ ተስፋ ገብር ይብለሉ ስትሬንጀርዋ ሶ ስትሬንጀር ትኸ እንታይ ድዩ ዝምልሰሉ ናይስ ሚቲንግ ዩ ብምርኻበይ ብምርኻብና ንዓኻ ኦር ንዓኺ ብምርካበይ ብጣዕሚ ደስ ይብል ጽቡቅ እዩ እዩ ደን ናይስ ሚቲንግ ዩ ቱ ናይስ ሚቲንግ ዩ ቱ ክብሎ ይክእል እዩ እቲ ስትሬንጀር ቱ ኦር ኣይ ሆፕ ቱ ሲ ዩ ኣጌን ኣይ ሆፕ ቱ ሲ ዩ ኣጌን ደጊመ ክረክበካ ኦር ክረክበኪ ተስፋ ገብር I hope to see you too ኣነ እውን ከምኡ or ደጊመ ክረኽበካ or ደጊመ ክረኽበኪ ኣነ እውን ተስፋ እገብር ማለት እዩ። I hope we will meet again ደጊምና ክንራኸብ ተስፋ እገብር ይብሎ ኣሎ እዚ ሓው። Me too ኣነ ውን so ኣነ ውን ደጊምና ከም ንራኸብ ተስፋ እገብር ይብል ኣሎ so ክብራት ተኸታተልቲ channel ናይ ሎማዓንቲ ፕሮግራምና እዚኣ ትመስል ፕሮግራምና ከመይ ትርእይዎም ኣለኩም ዘለኩም ሓሳብ ኣካፍሉና ኣብ ቀጻሊ ኣስካዕ ንራኸብ ሰላማት ደሓን ቀንዩ።